ልብኻ ክትሃርም ከላ፣ እቲ ረሃጽ ኣብ ግንባርካ ክሰርር ከሎ፣ እቲ ኣነ ክመውት እየ ወይ ህይወተይ ተበላሽያ'ያ ዝብል ድምጺ ኣብ ውሽጥኻ ክጭድር ከሎ፣ እዚ ናይ ሓቂ ስምዒት ድዩ ወይስ ሓንጎልካ ዝፈጠሮ መርዚ እዩ? ሎሚ ነቲ ነሽሓት ዓመታት ንሰባት ባሮት ገይሩ ዝሓዘ ምስጢር ክንፈትሖ ኢና። ነዚ ምስጢር'ዚ እንተዘይፈቲሕካዮ፣ ህይወትካ'ውን ናብ ዘይደለኻዮ መሪር መወዳእታ ክትወስደካ ትኽእል እያ። መዓልታዊ ከም ማዕበል ባሕሪ በቲ ዝሰማዕካዮ ጥራሕ ክትናወጽ ውዒልካ ድቃስ ስኢንካ ትፈልጥ ዶ? ሕጂ ግን ነዚ ናይ ስምዒት ባርነት መወዳእታ ክንገብረሉ ኢና። መብዛሕትኡ ሰብ ከመይ ከም ዝስመዐኒ ክመርልጽ ኣይኽእልን እየ ይብል። እዚ ግን ዓቢ ሓሶት እዩ። ስምዒትካ ከምቲ ዘይዕገት ዝናብ ዘይኮነስ ውጽኢት ናይቲ ትሓስቦ ዘለኻ ሕዱር ሓሳብካ ጥራይ እዩ። ተጠንቀቕ፣ እዚ ምስጢር እዚ እንተዘይተረዲእካ ህይወትካ በቶም ትሪገርስ እናተለኮሰት ኽትነድድ እያ። ሓንቲ ናይ ንዕቐት ጥምምት ወይ ሓንቲ ዝጎደለት መልእኽቲ ንምሉእ መዓልትኻ ክትምርዞ ክትፈቅድ የብልካን። ግን ኣብ መንጎ ሓሳብን ስምዒትን ሓንቲ ጸባብ ክፍተት ከም ዘላ ትፈልጥዶ? ኣብዛ ክፍተት እዚኣ ጥራይ ኢኻ ካብ ባርነት ናብ ጐይታነት ክትሰጋገር እትኽእል። ከመይ ጌርካ ከም እትጥቀመላኸ ትፈልጥዶ? እቲ ትማሊ ብቝጥዐን ብጭንቀትን ዝነድድ ዝነበረ ልብኻ፣ ሎሚ ናይ ሰላም መርከብ ክኸውን ይኽእል እዩ። ካብ ግዳይነት ናብ መሪሕነት ዝሰገሩ ሰባት ዝተጠቐሙላ ኢሞሽናል ኢንተለጀንስ ትብል መጽሓፍ ሒዘልካ መጺኣ ኣለኹ፣ ክሳዕ መወዳእታ ሓቢርካኒ ጽናሕ። ቁጠዐ፣ ፍርሒ፣ ጭንቀት ንህይወትካ ተቖጻጺሮምዎ ኣለዉ። ብዙሓት ኣይፋልን'ዩ ይብሉ፣ ብልቦም ግን ይፈልጥዎ እዮም። ንሕና ባሮት ስምዒትና ኢና። ሓደ ኣብነት ንውሰድ፣ ኣብ መገዲ መኪና ቀዲማትካ ሓሊፋ ንበል። እቲ ደሙ ፍሉሕ ዝኾነ ሰብ ኣይተኸበርኩን ይብል። ብቁጠዐ ድማ ይነድድ። ልቡ ብጣዕሚ ይሃርም። ግን እዚ ሰብ ፐርስፔክቲቭ ተዝቕይር እሞ እዛ መኪናስ ንሓደጋ ትህወኸላ ኢሉ እንተዝሓስብ ፍርሒ የለን ቁጠዐ እውን የለን ሰላም እዩ ዝረክብ። ኣብ መንጎ ሓሳብን ስምዒትን ሓንቲ ክፍተት ኣላ ንሳ ጸባብ እያ ግን ሰፊሕ ዓለም ዝሓዘት እያ። ኣብዛ ጋፕ እዚኣ ኢኻ ክትመርጽ እትኽእል። ኣብዚኣ ኢኻ ንሓሳብኻ ክትቕይሮ ትኽእል። እዚ ስምዒት ምቁጽጻር ጥራይ ኣይኮነን እዚ ንሓሳብካ እውን ምምራጽ እዩ። ስለዚ ኣብ ዝቕጽል ግዜ እቲ ጸሊም ስምዒት ክመጸካ ከሎ ሓንቲ ሰከንድ ጥራሕ ደው በል ከም ኦፕዘርቬሽን ርኣዮ። ሕጂ እንታይ እየ ዝሓስብ ዘለኹ ኢልካ ሕተት። ንሓሳብካ ምስ ቀየርካዮ እቲ ስምዒት ከም ትኪ ፋሕ ክብል እዩ። ጥንታውያን ኣቦታትና ዝተረበሸ ልቢ ከም ዘይተሓረሰ መሬት እዩ ይብሉ። ንምንታይ ኢና ሓደ ሓደ ግዜ ብዘይ ምኽንያት ንሓርቕ ወይ ድማ ብዘይ ዓቢ ጸገም ንጭነቕ? እቲ ሚስጥር ኣብቲ ሱር ሓሳብና እዩ ዘሎ። ሓደ ምስላ ኣሎ፣ ጽቡቕ ዝሓሰበ ጽቡቕ ይረክብ፣ ሕማቕ ዝሓሰበ ድማ ከምኡ ይብል። እዚ ጭቡጥ ሳይንሳዊ ሓቂ እዩ። ነፍሲ ወከፍ ስምዒትካ መልክዕ ናይ ሓደ ቅድሚኡ ዝመጸ ሓሳብ እዩ። ባዮሎጂካሊ፣ ሓንጎልካ ሓደ ሓሳብ ምስ ሓሰበ፣ ቀጥታ ናብ ደምካ ኬሚካላት እዩ ዝፍኑ። ቁጥዐ እንተ ኾይኑ፣ ኮርቲሶልን ኣድሌናሊን ይፍኑ። እዚ ኸኣ ልክዕ ከም ሓዊ ንውሽጥኻ የቃጽሎ። ሓደ ዛንታ ክነግረኩም ኣብ ሓደ ገጠር ዝነብር ሓረስታይ ነይሩ ሓደ መዓልቲ በቕሉ ጠፊኣቶ ጫምኡ ውን ብዶሮና ተሸፊኑ ልቡ ከም ብረት እናሃረመት ሂወተይ ተበላሽያ እዛ በቕሊ እንተዘይተመሊሳ ጥሜት ክቐትለኒ ዩ ኢሉ ክጭነቕን ክበክን ውዒሉ ንጽባሓይቱ ግን እታ በቕሊ ምስ ሓሙሽተ ናይ በረኻ ኣፍራስ ተመሊሳ መጺኣቶ ሽዑ እቲ ሓረስታይ ተሓጐሰ እሞ፣ ኣዝየ ዕድለኛ እየ በለ። ድሕሪ ሓደ መዓልቲ ግን ወዱ ነቶም ኣፍራስ ክዅብኵብ ክብል ወዲቑ እግሩ ተሰይሩ። እቲ ሓረስታይ እንደገና፣ ወይ መዓተይ! እዞም ኣፍራት እዚኦም መርገም እዮም ኢሉ ተከዘ። ድሕሪ ሰሙን ግን ኣብቲ ዓዲ ናይ ውግእ ጻውዒት ይመጽእ እሞ፣ ኵሎም መናእሰያት ናብ ኵናት ክኸዱ ተኣዘዙ። ወዱ ግን እግሩ ስለ ዝተሰበረ ከይኸደ ተረፈ። እሺ ካብዛ ዛንታ እንታይ ኢና ንመሃር? እቲ ኩነታት ሓደ እዩ ግን እቲ ሓረስታይ ዝሃቦ ትርጉም እዩ ንስምዒቱ ዝቀያይሮ ነይሩ። ንሕና እውን ከምኡ ኢና ሓደ ሰብ ሰላም እንተዘይሉካ ይንዕቀኒ ኣሎ ኢልካ እንተሓሲብካ ቁጠዐ እዩ ዝስመዐካ ኣይ ኣይረኣየንን እዩ ዝኸውን ወይ ድማ ኣብ ናይ ባዕሉ ፀገም ይህሉ ይኸውን ኢልካ እንተሓሲብካ ግን ርህራሀ እዩ ክስምዐካ ዝጅምር። ስምዒትካ ናይቲ ትህቦ ትርጉም ውጽኢት እዩ። እስቲ ሓቂ ንዛረብ፣ መብዛሕትኡ ግዜ ሓሳብና ንሕና ኣይኮንናን ንመርጽ። እቲ ከባቢና ዘሎ ወይ ድማ ኢንቫይሮመንት እዩ ዝመርጸልና። ልክዕ ከም ብሓዊ ዝተጎሃህረት ዕንጨይቲ ንሓደ ምሉእ ጫካ ክተንድዶ እትኽእል፣ እዚ እዩ እቲ ኔጌቲቭ ትሪገርስ ዝበሃል፣ ሓንቲ ናይ ንዕቀት ጥምምት፣ ሓንቲ ዝጎደለት መልእኽቲ ወይ ቴክስት፣ ወይ ድማ ናይ ሕሉፍኻ መሪር ዝኽሪ ውሽጥኻ ከም ዝባራዕ ዝገብሮ። ግን ስምዐኒ እቲ ትሪገር ሓይሊ የብሉን። ሓይሊ ዝህቦ እቲ ንስኻ ትህቦ ትርጉም እዩ። እቲ ስምዒት ክመጽእ ከሎ ከም ጋሻ ኢኻ ክትቕበሎ ዘለካ። ኣይትተሓባእ ወይ ድማ ኣይትቃለሶ። ጥራይ ሕጂ ስምዒተይ ይለዋወጥ ኣሎ በል። እዚ ሌበሊንግ ይበሃል። ነቲ ስምዒት ስም ምስ ሃብኻዮ፣ እቲ ናይ ፍርሒ ጭንቀት ወድያው ክመክኽ እዩ ዝጅምር። ንኣብነት ኣብ ማእከል እኩባት ሰባት ክትኸውን ከለኻ፣ ኩሉ ሰብ ንዓኻ ዝጥምት ዘሎ ዶ ይመስለካ? ነፍሲ ወከፍ ምንቅስቓሳትካ ዝመዝኖ ዘሎ ዶ ይመስለካ? እዚ እዩ እቲ ዓቢ ኢሉዥን። እቲ ኣብ ውሽጥኻ ዘሎ ፈራዲ ንዓኻ ጥራሕ ዘይኮነስ ንኹሉ ሰብ እዩ ዘፈራርሕ። ሰባት ብዛዕባኻ ኣይኮኑን ዝሓስቡ ዘለዉ። ሰባት ብዛዕባ ሰባት እንታይ ይሓስብሎይ ይኾኑ ኢሎም እዮም ዝጭነቑ ዘለዉ። ኩሉ ሰብ ኣብ ናይ ባዕሉ ዓለም እዩ ተኣሲሩ ዘሎ። ስለዚ ነዚ ሓሳብ እዚ መፍትሕ እዚ እዩ። ትኹረትኻ ካብ ኣነ ከመይ እርእ ኣለኹ ኣልዒልኻ ናብ እዚ ሰብ ከመይ ኣሎ ኣዝርዑ ወይ ድማ shift ዩር ፎከስ እንብሎ ማለት እዩ። ካብ ውሽጥኻ ናብ ደገ፣ ካብ ጭንቀት ናብ ምክፋል። ንስኻ ካብቲ ዝስምዐካ ስምዒት ትዓቢ ኢኻ። ንስኻ ካብቲ ዘጨንቐካ ሓሳብ ትበልፅ ኢኻ። ሎሚ ነዚ ሰንሰለት እዚ ብሓሳብኻ በጥሶ። ወጋሕታ ዓይንኻ ምስ ኸፈትኻ ናይ ህይወትኻ ውግእ ይጅምር። እቲ መጀመርያ ትሓስቦ ሓሳብኻ ንሙሉእ መዓልትኻ ይውስኖ እዩ። ቀደም ተሲእኻ ሞባይልኻ ትትንክፍ ኔርካ ናይ ካልኦት ሂወት ክትዕዘብን ናይ ካልኦት ጭንቅን ክትርኢ ማለት እዩ ሎሚ ግን ነዚ ስርዓት እዚ ክትቕይሮ ኣለካ ወይ ድማ ሞርኒንግ ሮቲን ፕሮቶከልኻ ነዚ እዩ ክመስል ዘለዎ እቲ ቀዳማይ ስጉምቲ ፕረዘንስ እዩ ኣብ ዓራትኻ ኮንካ ኣስተንፍስ እቲ ኣየር ኣብ ሳምባኻ ክመላለስ ከሎ ስምዓዮ። ኣነ ብዝለኹ እዛ መዓልቲ እዚኣ ናተይ እያ። ካብዚ ቀጺልካ ናብቲ ካልኣይ ስጉምቲ ተሳገር፣ ንሱ ድማ Labelling the Morning Fog ንብሎ። ጭንቀት እንተመጺኡካ፣ ፍርሒ ስራሕ እንተማሪሩካ ኣይትቃለሶ። ከምዚ ጥራሕ ኢኻ ክትብል ዘለካ፣ ሕጂ ጭንቀት ይስምዐኒ ኣሎ። ከምዚ ኢልካ ስም ምስ ሃብካዮ፣ እቲ ሓይሉ ይደክም እዩ። እቲ ሳልሳይ ስጉምቲ ድማ ኢንቴንሽናል ቲንኪንግ ይበሃል። ኣብ ክንዲ ሎሚ እንታይ ክገብር ኣለኒ ትብል፣ ሎሚ ከመይ ክስምዐኒ እየ ክመርፅ? ኢልኻ ሕተት። ሰላም፣ ትብዓት፣ ወይስ ምርዳእ? ዝኾነ ስምዒት ብዘይ ፍቓድኻ ክኣቱ ኣይትፍቀደሉ። ምኽንያቱ ንስኻ ናይ ሓንጎልኻ ዋርድያ ኢኻ። ንኣብነት ዝኾነ ሰብ ክፀርፈካ ይኽእል እዩ። መኪና ክትበላሸወካ ትኽእል እያ። ኩነታት ክቀያየረካ ይኽእል እዩ ግን ሓሳብኻ ክሰርቕ ዝኽእል ዋላ ሓደ የለን እቲ ሚስጥር ኣብዚ እዩ ዘሎ ስምዒትኻ ባሕሪ እንተኾይኑ ንስኻ መርከብ ኢኻ ማዕበል ክመጽእ ግድን እዩ ግን መርከብኻ ንማዕበል ክትሰግሮ ትኽእል እያ ሎሚ ካብ ገዛኻ ክትወጽእ ከለኻ ከም ግዳይ ዘይኾነስ ከም መራሒ ውጻእ ምኽንያቱ ሕጂ ትፈልጥ ኢኻ ስምዒትኻ ሓሳብኻ እዩ ሓሳብኻ ድማ ምርጫ ከኣ እዩ። ልቢ እንተይሓዘት እግሪ ኣይትኽተልን ይብሉ ኣቦታትና። እዚ ማለት ውሽጥኻ እንተዘይፈቒዱ ኣካላትካ ክንቀሳቐስ ኣይኽእልን እዩ ማለት እዩ። ናይዛ መጽሓፍ ፍልስፍና ሓደ ዓቢ ሓቂ እዩ ዘስተምህረና። ስምዒትካ ክመውት የብሉን ግን ክመሓደር ኣለዎ። ከምቲ ሓደ ጎይታ ንፈረሱ ዝመርሖ ንስኻ እውን ንስምዒትካ ክትመርሖ ኣለካ። እንተዘይመሪሕካዮ ግን ንሱ ናብ ገደል ክወስደካ እዩ። ንሓደ ኩነታት ብኻሊእ መንጽር ክትሪኦ ክትኽእል ኣለካ። ሓደ ሰብ ካብ ስራሕ ተሰጒጉ ንበል። እቲ ሓደ ህይወተይ ኣብቂዓ እያ ኢሉ ክጭነቕ ይኽእል እዩ። እዚ ስምዒት እዚ ናብ ድኻም የብጽሕ። እቲ ካልኣይ ግን ኦ እዚ ንሓድሽ ዕድል መኽፈቲ እዩ፣ እግዚኣብሔር ካብዚ ዝሓሸ የዳልወለይ ኣሎ ማለት እዩ ኢሉ ክሓስብ ይኽእል እዩ። ክልቲኦም ሓደ ኩነታት እዩ ገጢምዎም፣ ግን ክልተ ዝተፈላለየ ስምዒት እዩ ተሰሚዕዎም። እቲ ፍልልይ ኣብቲ ሓቂ ዘይኮነስ ኣብቲ ንሓቂ ዝሃብካዮ ትርጉም እዩ። ኣብዚ ሓደ ነገር ክትዝክር ይደልየካ። ህይወት ቐጻሊ ውግእ እያ። ሰላም ማለት ጸገም ዘይብሉ ህይወት ማለት ኣይኮነን። ሰላም ማለት ኣብ ማእኸል ጸገም ኾይንኻ ውሽጣዊ ምርግጋእ ምርካብ ማለት እዩ። ነቲ ዝመጸካ ስምዒት ኣነ ኣይትበሎ ኣነ ተቖጢዐ ኣብ ክንዲ ትብል ቁጠዐ ይስመዐኒ ኣሎ በል ንስኻ ካብቲ ስምዒት ዝተፈለኻ ኢኻ ንስኻ እቲ ተዓዛቢ ኢኻ ንስኻ እቲ መራሒ ኢኻ። ሎሚ ለይቲ ክትድቅስ ከለኻ ንነብስኻ ሕተታ ሎሚ መን እዩ መሪሑ ስምዒተይ ዶ ወይስ ኣነ መልሱ ኣገዳሲ ኣይኮነን እታ ምሕታትኻ ግን ናይ ለውጥኻ እታ ናይ መጀመርታ እያ ጽባሕ ወጋሕታ ሓድሽ ዕድል ክወሃበካ እዩ ሓድሽ መዓልቲ ማለት እዩ ሓድሽ ምርጫ ናይ ብሰላም ምውዓል ናይ ገዛእ ርእስኻ ንጉስ ናይ ምዃን ኣብዚ ክትፈልጦ ዝግበእካ ግን እቲ ናይ ኣተሓሳስባ ለውጢ ጥራሕ እኹል ኣይኮነን ልክዕ ከም ሓደ ተዋጋኢ ናይ ውግእ ስልቲ ወይ ኣክሽን ፕላን የድልየካ እዩ ስምዒትካ ንምቁጽጻር ክትጥቀመሎም ዘለካ ግብራዊ ስጉምትታት ድማ እዞም ዝስዕቡ እዮም። እቲ ቀዳማይ ናይ ቴስዓ ሰከንድ ሕጊ ንብሎ እዩ። ሳይንሳዊ ምርምር ከም ዘርእዮ ሓደ ስምዒታዊ ኬሚካል ኣብ ደምካ ፈሲሱ ክሳዕ ዝሃድእ ቴስዓ ሰከንድ ጥራሕ እዩ ዝወስድ። እቲ ካብኡ ንላዕሊ ዝቕጽል ቁጠዐ ወይ ጭንቀት ንስኻ ባዕልኻ ብተደጋጋሚ ብምሕሳብ እተንድዶ ዘለኻ ሓዊ እዩ። ስለዚ ኣብዚ እቲ ስጉምቲ ዝኸውን ሓደ ጥንክር ዝበለ ስምዒት ምስ ዝመጸካ ሰዓትካ ርእ ን ቴስዓ ሰከንድ ጥራይ ወላ ሓንቲ ስጉምቲ ከይወሰድኻ ወይ መልሲ ከይሃብካዮ ተጸበ እቲ ማዕበል ባዕሉ ክሃድእ እዩ። እቲ ካልኣይ ስጉምቲ ናይ ሰለስተ ኣንፈት ምርመራ ንብሎ ወይ the triple question filter ንብሎ ማለት እዩ። ሓሳብኻ ንስምዒትኻ ከይምርዞ ነዞም ሰለስተ ሕቶታት ኣብ ውሽጥኻ ትሓትት። እቲ ቀዳማይ ሕቶ እዚ ሓቂ ድዩ ዝብል እዩ። ንኣብነት እዚ ሰብ እዚ ብሓቂ ድዩ ጸሊእኒ ወይስ ኣነ እየ ከምኡ ዝስምዕኒ ዘሎ? እቲ ካልኣይ ሕቶ፣ እዚ ሕጂ ምሕሳበይ ይጠቕመኒ ድዩ? ወይ ንጭንቀተይ ንጸገመይ ይፈትሖ ድዩ? ወይስ ኣይፋሉን? ኢልካ ምሕታት ማለት እዩ። እቲ ሳልሳይ ሕቶ፣ ከምዚ ኢለ ምሕሳበይ ናበይ እዩ ዝወስደኒ? ናብ ሰላም ድዩ ዝወስደኒስ ወይስ ናብ ተወሳኺ ቁጠዐ? ኢልካ ምሕታት እዩ። እቲ ሳልሳይ ስጉምቲ እቲ ናይ ደገ ተዓዛቢ ስልቲ ወይ Third Person Perspective ንብሎ ማለት እዩ። ንስምዒትካ ካብ ርሑቕ ኮንካ ርኣዮ። ኣብ ክንዲ ኣነ ተቖጢዐ ኣለኹ እትብል፣ ከምዚ በል፣ ኦ፣ ናታን ሕጂ ቁጠዐ ይስምዖ ኣሎ በል። ንምንታይ ኢኻ ከምዚ ክትብል ዘለካ? ምኽንያቱ ስምዒትኻ ካብ መንነትኻ እንተፈሊኻዮ እቲ ሓይሉ ክገዝእካ ኣይኽእልን እዩ። ንስኻ እቲ ተዓዛቢ እምበር እቲ ስምዒት ኣይኮንካን ማለት እዩ። እቲ ራብዓይ ግብራዊ ስጉምቲ ድማ ናይ ምሸት ምርመራ ልቢ ምግባር እዩ። እዚ ማለት ቅድሚ ምድቃስኻ ንሓሙሽተ ደቓይቕ ጥራይ ኣብ ወረቐት ኸምዚ ኢልካ ጽሓፍ፣ ሎሚ እንታይ ስምዒት ተሰሚዑኒ? ጭንቀት ድዩ? ቅንኢ ድዩ? ሓጎስ ድዩ? እንታይ እዩ ተሰሚዑኒ ኢልካ ዝተሰምዐካ ስምዒት ኣብ ወረቐት ፀሓፍ። ካልኣይ፣ ምንጪ እቲ ስምዒት እንታይ እዩ ነይሩ? ሓንቲ ዘረባ ድያ ነይራ? ሓደ ዝኽሪ ድዩ ነይሩ? ወይስ እንታይ እዩ ነይሩ? እዚ እውን ኣብ ወረቐት ፀሓፎ። እቲ ሳልሳይ፣ ከመይ ገይረ ከ መሪሐዮ? ካብኡ ኣብዚ ዝተጠቐምካሉ ስልቲ ኢኻ ትፅሕፍ። እዚ ልምምድ እዚ ንሓንጎልካ ነቒሕካ ክትከታተሎ የለማምደካ እዩ። እቲ ሓምሻይ ግብራዊ ስጉምቲ ድማ ምትዕርራይ ኣካላዊ ምንቅስቓስ ይበሃል። ሓሳብካ ምቕያር እንተ ኣብይካ፣ ኣካላትካ ቀይሮ። ስምዒትን ኣካላትን ዝተኣሳሰሩ እዮም። እቲ ስጉምቲ ዝኸውን ኣብዝታ እዩ፣ ጭንቀት ወይ ድኻም ምስ ዝስምዐካ ደው በል፣ ካብኡ ኣንቃዕር፣ ኣየር ናብ ውሽጥኻ ኣዕሚቕካ ሰሓብ። ካብኡ ኣካላትካ ደሓን ኣለኹ ዝብል ምልክት ናብ ሓንጎልካ ክሰድድ እዩ። ኣብዚ ግን ክትፈልጦ ዝግባእ እዚ ስራሕ እዚ ናይ ሓደ መዓልቲ ተኣምር ኣይኮነን። ልክዕ ከም ሓደ ጭዋዳ ወይ ማስል ስምዒት ናይ ምቁጽጻር ዓቕሚ ብልምምድ እዩ ዝዓቢ። ሎሚ ሓንቲ ስጉምቲ ጥራይ ውሰድ። ነቲ ዝመጸካ ስምዒት ስም ናይ ምሃብ ወይ ሌበሊንግ ዝበልናያ ስጉምቲ ማለት እዩ። ሰብ ንባዕሉ እንተዘይገዚኡ ንዓለም ክገዝእ ኣይኽእልን እዩ። ስለዝኾነ ሎሚ ናይ ርእስኻ ንጉስ ኹን። ናይ ሎማዕንቲ መደብና ኣብዚ ተፈጺሙ። ነዚ ስልቲ እዚ ኣብ ህይወትኻ ክትጥቀመሉ ድሉው ዲኻ ወይስ ከም ቀደምካ ብስምዒትካ ክትወስድ ኢኻ ትመርጽ? ኣብዚ ክትዝክሮ ዝግበእካ እቲ ምርጫ ናትኻ እዩ። ንሎማዓንቲ ዘዳለውኩልኩም ጽሟቕ መጽሓፍ እዚ ይመስል ነይሩ። ከምዛ ናይ ሎሚ ዝበለት ብልጽቲ ጽሟቕ መጽሓፍ ንምርኣይ ኣብቲ ስክሪን ትሪኣ ዘለኻ ቪድዮ ንክኣያ። ኣብታ ትቕጽል ቪድዮ ክንራኸብ ኢና።